ሰላም ከመይ ኣለኹም ኩለኹም ተኸታተልቲ ናይ ቻነል እዚ ምሳኹም ዘለኹም ኣቤል እዩ ሎማዓንቲ ከዓ ንኹልና ከዕብየናን ከነቓቕሓናን ኣብ ሂወትና ገለ ለውጢ ከምፅእ ክእል ዝበልኩ ሓደ ኣርእስቲ ሒዘልኩም መፅእ ኣለኹ ቅድሚ ምጅማርና ግን ከምቲ ልሙድ ኩሉ ግዜ ናብ ቻነል ትመፁ ዘለኹም ሳብስክራይብ ምግባርኩም ኣይትረስዑ ሳብስክራይብ ክትገብሩ ከለኹም ከዓ እታ ናይ ደወል ምልክት ተቐጥዋ ምእንቲ ሓደሽቲ ቪድዮታት ከነውር ከልና ኖቲፊኬሽን ክመፀኩም ብተወሳኺ እቶም ኣብ ናይ ክሪፕቶ ኣብ ናይ ፎሬክስ ከምኡ ውን ኣብ ናይ ኤንኤፍቲ ክትነጥፉ ትደልዩ ክትመሃሩ ክትፈልጡ ትደልዩ ትምህርቲ ጀሚርና ኣለና በዛ ኣብ ታሕቲ ኣብ ዲስክሪፕሽን ደላ ዋትስኣፕ ሊንክ ብኣ ጌርኩም ኮንታክት ግበሩና ኢንፎርሜሽን ክንወኩም ኢና ብተወሳኺ ዘለናዮ ዘመን ዲጂታል ዘመን ናይ ኦንላይን ዘመን ስለ ዝኾነ ብኦንላይን ተጠቂምኩም ቢዝነስ ክትገብሩ ክትሰርሑ ክትዓብዩ ክትመሃሩ ክትፈልጡ ትደልዩ ሰባት እንድሕር ኣለኹም እቲ ናይ ዋትስኣፕ ሊንክ ክንገድፈልኩም ኢና ብኡ ኮንታክት ግበሩና ከመይ ጌርኩም ክትጅምሩ ከም ትኽእሉ ከመይ ጌርኩም ብኡ ክትዓብዩ ከም ትኽእሉ ክንሕግዘኩም ኢና እምበር ናይ ሎማዓንቲ ኣርእስትና ምታ ቀዳመይቲ ሚስጥር ናይ ገንዘብ ወይ ከዓ ናይ ሃብቲ ዝኾነት ክንርኢ ኢና ክሳዕ መጨረሻ እምበኣርከ ክስኪ ከምቲ ኣቐድም ኣቢለ ዝነገርኩኹም ናይ ሎማዓንቲ ኣርእስትና እታ ቀዳመይቲ ዝኾነት ሚስጥር ናይ ገንዘብ ወይ ከዓ ሚስጥር ናይ ሃብቲ እየ ክነግረኩም እዛ ሚስጥር እዚኣ ሕጂ ዝተጀመረት ወይ ቀረባ እዋን ዝመፀት ሚስጥር ኣይኮነትን ካብ ቀደም ካብ ባቢሎን ጀሚሮም ዝጥቀሙላ ዝነበሩ ብዙሓት ሰባት ዝዓበዩላን ብዙሕ ሃብቲ ዘፍረዩላን ሚስጥር እያ እዛ ሚስጥር እዚኣ መጀመርያ ንነብስኻ ክፈላ ትብል ሚስጥር እያ ወይ ከዓ ፐይ ዮርሰልፍ ፈርስት ትብል እያ ምናልባት እንድሕር The Richest Man in Babylon ትብል መጽሓፍ ኣንቢብኩማ ትፈልጡ ኮንኩም ወይ ድሕርሳ ርኢኹም ኣለኹም ኣብኡ እታ ቀዳመይቲ ነጥቢ ኮይና ትለዓል ፐይ ዮርሰልፍ ፈርስት ትብል ሚስጥር እያ እዛ ሚስጥር እዚኣ ንዓይ ንባዕለይ ከም ሰብ ብዙሕ ጠቂማትንን ብዙሕ ዕብያትንን እያ መብዛሕትኡ ግዜ ክሪኦ ከለኹም ኣብ መብዛሕትኦም ሰባት ዝሪኦ ነገር ግን እዛ ሚስጥር እዚኣ ስለ ዘይፈለጡ ወይ እዛ ሚስጥር እዚኣ ስለ ዘይክተሉ ስለ ዘይጥቀሙ ብዙሕ ግዜ ዝገበሩ ገንዘብ ዝሰርሑ ዝተሰርሑ ብገንዘብ ክሽገሩ ወይ ከዓ ክፅገሙ ንሪኦ ወይ ከዓ ካብ ኢድ ናብ ኣፍ እዮም ዝነብሩ እዞም ሰባት እዚኦም ምናልባት እኳ ተወሳኺ ደሞዝ እኳ እንተተገበረሎም ተተወሰኸሎም ስቲል ኣብ ሓደ ዓይነት ሲትዌሽን እዮም ዝነብሩ እዚ ሚስጢር እዚ ከዓ ናይዛ መገዲ ሚስጢር ወይ ከዓ እዛ ሚስጢር ፔይ ዮርሰልፍ ፈርስት ትብል ሚስጢር ስለ ዘይተረድኦም መጀመርያ ዝበዝሑ ሰባት ደሞዝ ምስ ተኸፈሎም ወይ ኣታዊኦም ምስ ተቐበሉ ዝገብርዎ ነገራት መጀመርያ ወፃኢታቶም እዮም ዘውፅኡ። ናይ ገዛ ክራይ ተለዎም ናይ ገዛ ክራይ ይኸፍሉ፣ መኪና ክፍሊት ተለዎም ይኸፍሉ፣ ናይ ኣስቤዛኦም የውፅኡ፣ ዕዳ ተለዎም ኩሉ እዚ ነገራት ምስ ኣውፅኡ እንተተሪፍዎም እዮም ዘቐምጡ። እንተቐሚጦም እውን ዝኾነ ነገር ፀገም ድሕር ኣምፅኦም ድሕር መፅኦም ወይ ዝኾነ ነገር ድሕር ደልየሞ ብቐሊሉ የልዕልዎ እቲ ገንዘብ መመሊሱ ይነጥፍዎ ብኸምዚ ከ ኣብ ሓደ ዓይነት ሰርክል ይነብሩ ወላ ሓደ ለውጢ ዘይብሉ ዕቤት ዘይብሉ ለውጢ ይነብሩ እንተኾነ ግን ትኽክል መገዲ ወይ ከዓ ክንገብሮ ዘለና ከምኡ ይኮነን መጀመርያ መጀመርያ ንነብስና ኢና ክንከፍላ ዘለና ወይ ከዓ ፐይ ዮር ሰልፍ ዝብል ሕጊ ኢና መጀመርያ ክንክተል ወይ ከዓ ክንጥቀም ዘለና እዚ ክብል ከለኹ ኣቤል ናይ ገዛ ክራይና ንኸፍል ኣለና፣ ናይ መግብና ንኸፍል ኣለና፣ እዚ ንነብስና ደይኮና ንገብሮ ዘለና ክትብሉ ትኽእሉ ኢኹም። ኖኖኖ ከምኡ ይኮንኩን ድብለኩም ዘለኹ እቲ ናይ ገዛ ክራይ ትኸፍልዎ ነቲ ዋና ገዛ ኢኹም ትህብዎ ኣለኹ። እቲ ናይ ግሮስሪ ናይ ኣስቤዛ ትኸፍልዎ ነቲ ኣስቤዛ ትገዝእሉ ድኳን ኢኹም ትኸፍልዎ ኣለኹ። ካልእ ካልእ እውን ከምኡ ንዓኹም ንነብስኹም ዋጋ ረሃፅኩም ዋጋ ድኻምኩም ዋጋ ዕድመኹም ንቐፃሊ ግዜ ንፊቸሪቲ ናትኩም ተስፋ ክኾነኩም ዝኽእል ወይ ንቐፃሊ ሪታየር ገብረኩም ዝኽእል ግን የድልየኩም እዩ ምክንያቱ ድሕር ዕድመኻ እንዳኸደ ምስ ከደ ድኻምካ ረሃፅካ ኣበይ ኣሎ እንተተባሂልካ ኣበይ ክትብል ኢኻ ናይ ዝበዝሐ ሰብ ዘይርድኦ እዚ ሚስጢር እዚ እዩ ፅባሕ ንጎ ፋሚሊ ክትምስርት ኢኻ ካልእ ነገራት ኣሎ ዕድመ ክኸይዱ እንዳደኸምካ ክትከይድ ኢኻ ድሕሪ ኢኻ ክሳዕ መዓስ ኢኻ ከእንዳሰራሕካ ክትነብር ትኽእል ክሳዕ መዓስ ኢኻ ኩሉ ግዜ እንዳሰራሕካ ካብ ኢድካ ናብ ኣፍካ ክትነብር ትኽእል ክሳዕ መዓስ ኢኻ ኣብ ጻዕሪ ክተሕልፎ ግዜኻ? ገንዘብ እውን እኮ ሰራሕተኛ ይኸውን እዩ። ገንዘብ ንዓና ክሰርሓልና ዝኽእለሉ መገዲ ድሕሪ ፈጢርና እውን እኮ እሱ እውን እኮ ደኺሙ ፅዒሩ ዘይደክም ሰራሕተኛ እዩ ገንዘብ። እንታይ ዝበሃል ኣበሃል ኣሎ መሲልኩም? ገንዘብ ጨካን ሓለቓ እዩ። እንድሕር ከም ሓለቓ እንድሕር ተገዚእናሉ፣ ብተመሳሳሊ መገዲ ከዓ ሰሪሑ ዘይደክም ጊላ እዩ። እንድሕር ሰራሕ ሰራሕተኛና ጌርናዮ ድሕር ንገንዘብ ንግዛእ ኮይና ንገንዘብ ንነብር ድሕር ኮይና ንገንዘብ ቢልና ድሕር ዘይግበር ነገር ገብር ኮይና ገንዘብ ኣዝዩ ጨካ ብዙሓት ነገራት ክንገብር ከገድደና ኣብ ዘይንደልዩ ነገራት ከእትወና ናይ ግድን ግን ብኣንፃሩ ድሕር ገንዘብ ንዓና ዝሰርሓልና ጌርናዮ ናትና ሰራሕተኛ ከም ኣገልጋልና ድሕር ዘጠቂምናሉ ግን ገንዘብ ሰሪሑ ዘይደክም ጊላ እዩ ብዙሕ ግዜ ከም ዘስተውዓልኮ መብዛሕትኦም ሰባት ዳርጋ ኣብ ገንዘብ ዘለዎም ኣረዳዳ ወይ ኣብ ገንዘብ ዘለዎም ኣረኣእያ ግጉይ እዩ ድሓን እሱ ካልእ ኣርእስቲ ስለ ዝኾነ ካልእ መዓልቲ ክንምለሶ ኢና ናብታ ፖይንትና ንምፃእ ዝበዝሑ ሰባት ዝሓትዎ ነገር ሓደ ነገር ኣሎ እሱ ከዓ ከመይ ጌርና ኢና እሞ ናይ ኣስቤዛና ወይ ከዓ ናይ መግብና ናይ ገዛ ክራይና ወፃኢታትና ከይከፈልና ንነብስና መጀመርያ ክንከፍል ዘለና እዩ ኦኬ እቲ ሕጊ ከምዚ መጀመርያ ካብቲ ደሞዝካ እንተወሓደ እንተወሓደ ካብቲ ትኽፈሎ ካብቲ ሰሪሕካ ድምፀኻዮ ገንዘብ መጀመርያ እንተወሓደ ተወሓደ ዓሰርተ ሚእታዊት ሴቭ ክትገብር ኣለካ ዓሰርተ ቢታዊት ሽሕ ተኸፈል ዓሰርተ ሽሕ ተኸፈል ዋትኤቨር ትትኸፈሎ ዋላ ውሑድ ተኸፈል ዝኾነ ሰብ ዓሰርተ ፐርሰንት ሴቭ ክገብር ይኽእል ኦኬ እዘን ዓሰርተ ፐርሰንት ሴቭ ትገብርዎን ፅባሕ ንግሆ ቫኬሽን ክትወፅለን ፅባሕ ንግሆ ክሪስማስ መፀ ክትሕልፍዎን ፅባሕ እክብ ኣቢልኩም ገንዘብ ክትገዝዎ ፅባሕ ኖ ንኸምኡ ይኮንኩም ሴቭ ትገብርዎ እዚ ንመፃኢ ህይወትኩም ውሕስነት ዝኸውን ኢንቨስት ኢኹም ትገብርዎ ልክዕ ከም ዝሰርሖ ዘለኹም ንስኹም እቲ ገንዘብ ናትኩም ከዓ እንዳሰረሐ ኣታዊ ከምፃልኩም ኣብ ዝኽእል ነገር ኢኹም ኢንቨስት ትገብሮ ድሓር እዚ ነገር እዚ እንዳዓበየ ምስ ከደ እንዳዓበየ ምስ ከደ እስኹም እውን ግዜኹም እናኣውሓድኩም ፃዕርኹም እናውሓድኩም ድኻምኩም እናውሓድኩም ትኸዱ እኹል ግዜ እንዳረኸብኩም ትኸዱ እኹል ግዜ እንዳረኸብኩም ምስ ከድኩም ከዓ ምስ ቤተሰብኩም ተሕልፍዎ ግዜ ነፃነት እንዳረኸብኩም ትኸዱ እቲ ትኽክል ነፃነት ወይ ትኽክል ፍሪዶም ዝበሃል መብዛሕትኦም ሰባት ብትኽክል ኣይርድእዎን እዮም ገለገለ ሰባት ፍሪዶም ማለት ግዜ ስለ ዘለካ ፍሪዶም ትኾኑ ዝኸውን ይመስሎም ኣሎ ገለገለ ሰባት ከ ገንዘብ ተለካ ዩ ኣር ፍሪ ዝብሉ እውን ኣለዉ ጌጋ ጌጋ ከምኡ ይኮነን ፍሪዶም ማለት ዝበሃል ካብ ገንዘብን ካብ ግዜን ዝመፅእ ብሓንሳብ ዝርከብ ነገር እዩ እኹል ገንዘብን ትንቀሳቀሰሉ ትኽእል መሳርሒ ክኾነካ ዝኽእል እኹል ክህልወካ ከሎ ብተወሳኺ ከዓ እኹል ግዜ ክህልወካ ከሎ እዩ ድሕሪ 16 ሰዓታት እንዳሰራሕካ እኹል ገንዘብ ሃሊካ ነፃ ኣይኮንካ ናይ ስራሕካ ወይ ከዓ ናይ ገንዘብካ ግዙእ ኢኻ ኮንካ ዘለኻ ግን እኹል ግዜ ኣለካ ውሑድ ሰዓታት ኢኻ ትሰርሕ ኣብ ዝደለኻዮ ቫኬሽን ትወፅእ ኣብ ዝደለኻዮ ግዜ ምስ ደቅኻ ምስ ቤተሰብካ ግዜ ተሕልፎ ኣለካ እሞ ከዓ እቱ እኹል ኣታዊ ኸኣ ኣለካ ከምኡ ተኾይኑ ንስኻ ነፃ ኢኻ you are free ፍሪዶም ኣለካ ተዘይኮይኑ ግን እንድሕር እኹል ግዜ ኣለካ ገንዘብ የብልካን ፍሪዶም የብልካ እኹል ገንዘብ ኣለካ ግዜ የብልካን ፍሪዶም የብልካን ክልቲኡ ብሓንሳብ ክህልወካ ከሎ እዩ ነዚ ክሕግዘና ዝኽእል ከዓ ፐይ ዮርሰልፍ ፈርስት መጀመርያ ካብቲ ንሰርሖ ዓሰርተ ሚእታዊት መጀመርያ ሴቭ ክንገብር ክንክእል ኣለና ብኡ ይኮነ ብውዳእ ኣታዊና እንዳዓበየ ክኸይድ ከሎ ንሕና እውን እንዳዕበናዮ ክንከይድ ኣለና እቲ በቲ 10 ፐርሰንት ኣኪብና ኢንቨስት ዝገበርናዮ ካብኡ ንረኽቦ ሪተርን ወይ ከዓ ካብኡ ንረኽቦ ኣታዊ ከዓ መሊስና ኣብቲ ቢዝነስና ኢንቨስት ንገብሮ መሊስና ኣብቲ ቢዝነስና ኢንቨስት ንገብሮ ደሓር እሱ ተኣኪቡ እቲ ንረኽቦ ዘለና ኣታዊ ተቆፂርና ንሰርሓሉ ዘለና ወይ ንረኽቦ ዘለና ኣታዊ ሕጂ ክንድኡ ዝኸውን ከምፃልና ምስ ጀመረ እዚ እንዳቐነስና ይንኸይድ ድኻምና እንዳቐነስና እቲ ንሕና ንፅዕሮ ንሰርሖ ዝነበርና ገንዘብ ይሰርሓልና ኣሎ እዚ ከዓ ናት ሃርድ ወርኪን ስማርት ወርኪን ገብራልና ስማርት ወይ ምንቀሳቐስ ንጅምር ኣለና ማለት እዩ ቅድሚ ቁርብ መዓልትታት ኣብ ቲክቶክ እዛ ከምዚኣ ዝኣመሰለት ቪድዮ ገይረ ነረ ፐሪ ዮርሰልፍ ፈርስት ትብል ቪድዮ ገይረ ነረ ኣብኣ ክልተ ወሰንቲ ዝበልክዎን ሕቶታት ብዙሓት ሰባት ብተደጋጋሚ ሓቲቶምን ነሮም እዚአን እውን እዘን ሕቶታት እዚአን ናትኩምን ሕቶታት ክኾና ክእላ እየን ኢለ ስለ ዝሓሰብኩ መልሲ ናተን ክበኩም እየ እተን ሕቶታት እንታይ ዝብላ እየን መሲልኩም ገለገለ ሰባት እንታይ ይብሉ ኣቤት ወፃኢታትና ከየውፀና እሞ ከመይ ጌርና ኢና ገንዘብ ከነቕምጥ ዋና ገዛ ክራይ እንድሕር ገዛ ክራይ ደሂብናስ ሓኒቆ እንዲ ሓዘና ካብ ገዛ ክሰጎና እንድዩ ትብል ሕቶ እያ ተካልኣይቲ ከዓ ኦኬ ገንዘብ ሴቭ ምግባር ፀገም የብሉን ሴቭስ ንገብር ኣለና ኣበይና ግን ኢንቨስት ክንገብሮ ኣበይ ኢንቨስት ከም ንገብሮ ግን ኣይንፈልጥን ኢና እንታይ ዓይነት ቢዝነስ ከም ንጅመረሉ ብኡ እውን ኣይንፈልጥን ኢና ዝብሉ ክልተ ኣዝየን ወሰንቲ ነጥቢ ኣብታ ቲክቶክ ተሓቲተን ነይረን ናይዘየ መልሲ ክብልኩም እዩ በታ ቀዳመይቲ ንጀምር እንድሕር ካብቲ ትሰርሖ ዘለካ ካብቲ ኣታዊካ 1 ፐርሰንት ንነብስኻ ክትከፍል ዘይትኽእል ሃሊኻ ወፃኢታትካ ሕማቕ ኣሎ ማለት እዩ ክልተ ነገር እዩ ወይ ወፃኢ ሃብቲ ሕማቕ ኣሎ ወይ ከዓ እኹል ስራሕ የብልካን ማለት እዩ ተወሳኺ ስራሕ ክሰርሕ ኣለካ ወይ ተወሳኺ ደሞዝ ክትረኽበሉ ትኽእል ነገራት ስ ኢዝ ፖይንት እቲ ቀንዲ ነጥቢ እኮ እዚ 10 ፐርሰንት ካብቲ ኣታዊካ ሴቭ ክትገብር ዶ ይትኽእል ኣለኻ ወይ ተወሳኺ ክሰርሕ ኣለካ ወይ ከዓ ወፃኢታትካ ክትሪኦ ኣለካ ልዕሊ ዓቕምኻ ትነብር ኣለኻ ማለት እዩ ምኽንያቱ ሓደ ነገር ክሓተኩም እዚ ሕጂ ትኽፈልዎ ዘለኹም ደሞዝ ዋት ኤቨር ክልተ ሽሕ ክኸውን ሰለስተ ሽሕ ክኸውን ይኽእል ቅድሚ እዚ ግን ካብዚ ብዝወሓደ ዶ ትነብሩ ነይርኩም ብዙሓት ሰባት ከምኡ እዮም ሽሕ ክፈሉ ነይሮም ድሓር ደሞዞም ዝተወሰ ክልተ ሽሕ ምስ ኮነ ስቲል ሓደ ዓይነት ናብራ ነብሩ ሰለስተ ሽሕ ምስ ኮነ ስቲል ሓደ ዓይነት ናብራ ነብሩ ምክንያቱ ምስኡ ከዓ ወፃኢታቶም እንዳዓበየ ስለ ዝኸይድ እዩ ስለዚ ክልተ ነገር ረኣዩ እንድሕር ትኽፈሎ ዘለኹም እኹል ዘይኮይኑ ተወሳኺ ኣታዊ ክትረኽቡሉ ትኽእሉ ነገራት ኣናድዩ። ከባቢኹም ቁልሕ በሉ። ኦቨርታይም ዲኹም ክትሰርሑ ዘለኩም ወይ ስራሕ ቀይርኩም ዲኹም ካብኡ ዝሓሸ ክኸፍልኹም ዝኽእሉ ስራሕ ዲኹም ክጅምሩ ዘለኩም ወይ ከዓ ገለ ኮርስ ወሲድኩም ዝሓሸ ክትክፈልሉ ትኽእሉ ስራሕ ኢኹም ክጅምሩ ዘለኩም ወይ ካልኣይ ስራሕ ዲኹም ክትጅምሩ ዘለኩም ዝኾነ ጌርኩም ጥራይ ኣታዊኹም ከተዕብይዎ ፈትኑ ድሕር ሽሕ ኮይንኩም ትኽፈሉ ካብዛ ሽሕ ሚእቲ ዶላር ሴቭ ገብር ኣይክእልኒ ድሕር ትብሉ ኣለኹም ኮንኩም ወስኹ ስራሕ ሽሕን ሓሙሽተ ሚእቲ ትኽፈልሉ ግበሩ ድሕር ሽሕ ትነብሩ ኔርኩም ሓሙሽተ ሚእቲ ሴቭ ክትገብሩ ትኽእሉ ኢኹም ማለት እዩ ስለዚ እታ ሓንቲ ነጥቢ እዚኣ እንድሕር ከምኡ ዝገብሩ ዘይክኢልኩም ከዓ ኖ ዝኽፈሎ ዘለኹስ እኹል እዩ ንድሕር ትብሉ ኣለኹም ከዓ ወፃኢታትኩም ረኣይዎ እንታይ ዓይነት ገዛ ኢኹም ትነብሩ ዘለኹም ኣብ ወፃኢታትኩም ክንደይ ተውፅእ ኣለኹም እንታይ ዓይነት ነገ ኣብ ምንታይ ዓይነት ነገራት ኢኹም እቲ ገንዘብኩም ተጥፍእሉ ኣለኹም ባጀትኩም ረኣይዎ ብድሕሪኡ እሱ ኣተዓራሪቡ ዳስዋየ ቀድ መጀመርያ እንድሕር መጀመርያ ነቲ ወፃኢታትኩም ከተውፅኡ ፈትም ዝበዝሐ ሰብ ንነብሱ ይድንድና እዩ ዳስዋ ኢና ዘይተርፈና ዘይተርፈና ምክንያት ቀዲምና ስለ ዘየውፀናዮ እምበር ክተርፈና እንድሕር ደልና ክተርፈና ይኽእል ቀዲምና እንድሕር ወፃኢታትና ውፅኢና ኮርስ ክተርፈና እዩ ቀዲምና ሓደ ከሌና ሓደ ከሌና ሓደ ከሌና ክጠፍ እዩ ግን ንኣብነት እንድሕር 200 ዶላር ኮይኑ ደሞዝና ካብዘን 200 ዶላር 200 ዶላር መጀመርያ እዚኤን ናተይ ክፍሊት እየ ንነብሰይ ዝኸፍላ 10 ፐርሰንት እየን ኢልኩም ኣውፂኹም ኣብ ሴቪንግ ርሑቕ ኣካውንት ብቐልጢፍኩም ከተውፅዎ ዘይትኽእሉ ተቐምጥዎ ድሕሪ ሽሕን ሰሙን ደሞዘይ እዚኤን እየን ከመይ ገይረ በዚኤን ነብር እሰራት ኣኻኺበ ክነብር እየ ድሕር ክትብሉ ክኢልኩም ርግጸኛ ህይወት ግን ክትልውጥ እዩ እዚ ሚስጢር እዚ ኣነ ዝመሃዝኩ ኣነ ዝፈጠርኩ ይኮኑ ብዙሕ ዓመታት ናይ ብዙሓት ሰባት ህይወት ዝቐየረ ሚስጢር እዩ ድሕሪኡ ቀስ እንዳበልኩ ኣታዊኹም ዳዓበየ ድሕር ከይድ ናብ 20 ፐርሰንት ናብ 25 ፐርሰንት ናብ 30 ፐርሰንት እንዳዕበኹሞ ትኸዱ ማለት እዩ እዛ ቀዳመይቲ እዚኣ እታ ካልኣይቲ ኦኬ ሴቭ ምስ ንገብር ኣለና ሴቭ ምስ ገበርና ግን ኣበይና ኢንቨስት ክንገብሮ ኣይንፈልጥና እንድሕር ኢልኩም እዚ ዘለናዮ ዘመን ኣዝዩ ብሉፅ ዘመን እዩ ኮርስ ብዙሕ ኢንፎርሜሽን ዝተፈላለየ መገዲ ከምዚ ኣሎ ከምዚ ኣሎ እንዳበለ ዝመፀና ብዙሕ ኢንፎርሜሽን ስለ ዘሎ ብዙሕ ሞር ኢንፎርሜሽን ከዓ ብዙሕ ግዜ ኮንፊዥን እዩ ደምፅእ ኮንፊዝ ዝገብረካ ኮንፊዥን ከዓ ኢንደሲዥን የምፅእ ማለት እዩ ንክትውስን ትሽገር ማለት እዩ ስለዚ ከምኡ ከም ዘሎ ርዳእኒ ግን እዚ ዘለናዮ ጥዑም ዘመን እዩ ብዲጂታል ብዙሕ ነገራት ዝፍጠረሉ ነገር ኣሎ ቁሊሕ በሉ ገለ ነገራት ረኣዩ ኦፐን ማይንድድ ኩኑ ኣእምሮኹም ክፈትዎ ንኦፖርቹኒቲ ክፉት ኩኑ ነፍሲ ወከፍ ነገር ግዜ እንዳዓበኹም ክትከዱ ክተምሃሩ ኣንብቡ ሪሰርች ግበሩ ምናልባት ካብኡ ሓሊፍኩም እንድሕር ኣነ ክሕግዘኩም ትደልዩ ኮንኩም ኣብ ታሕቲ ናይ ዋትስኣፕ ሊንክ ገዲፍናልኩም ኣለና ንሕና ንሰርሖ ናይ ናይ ብዙሓት ሰባት ሂወት ዝቕይር ናይ ኦንላይን ቢዝነስ ኣሎ ናይ ካልእ ኮርሳት ናይ ክሪፕቶ ወርልድ ዝተተሓሓዘ ኢንቨስትመንትታት ኣሎ ብኡ ከመይ ንዓኹም ይኸውን ከነርእየኩም ክንፍትን ኢና እሱ ርኢኹም ከዓ እንድሕር ንዓኹም ዝኾነኩም ነገራት ረኺብኩም ከዓ ኣብኡ ኢንቨስት ክትገብሩ ትኽእሉ ብሓፈሽኡ ግን እዚ ዘለናዮ ዘመን ናይ ቴክኖሎጂ ዘመን ብዙሕ ብዙሕ ብጣዕሚ ብዙሕ ነገራት ተፈጢሮም ኣለዉ ቁሊሕ ቁሊሕ ምባል ከድልየና እዩ ሪሰርች ንግበር ዩቲብ ኣብ ዩቲብ ኩሉ ነገር ክንረክቦ ንኽእል ኢና ኣብ ጎግል ዝደለናዮ ነገራት ክንረክብ ንኽእል ኢና ስለዚ እንድሕር ኦልሬዲ ሴቭ ክትገብሩ ክኢልኩም እቲ ሴቭ ዝገበርኩምዎ ከዓ ኣብ ከምዚ ዓይነት ነገራት ፅቡቅ ጌርኩም መርሚርኩም ኢንቨስት ክትገብሩ ፈትኑ ሪስክ ኣይትፍርሑ ክትወድቁ ኣይትፍርሑ ምክንያቱ ከምኡ እንዳበለ ዝኽየድ ትወድቅ ትትስእ ትወድቅ ትስእ ኣብ መጨረሽኡ ግን ኣብ ትትደልዮ ሽቶ ትበፅሕ ሪስክኹም ማነጅ ጌርኩም ሪስክኹም ማነጅ ጌርኩም ዓቕሙ ኦኬ በዚ ድሕር ጀሚረ እዚአ ሪስክ ተገይረ እዚአ መሐለውቲ ኣለዋን ኢልኩም ማነጅ ጌርኩም ሪስክኹም ኣብ ገለ ኢንቨስት ክገብሩ ሽዑ እሱ ከዓ ንዓኹም እንዳሓገዘኩም እንዳዕበየኩም እንዳዕበየኩም ክኸይድ እዩ ሶ ናይ ሎማዓንቲ ኣርእስቲ እዚኣ እያ ነይራ እዛ ኣርእስቲ እዚኣ ትጠቕመና ኢልኩም እንዳተሓሲብኩም